ሰላም ሰላም ሰላም ንኹልኹም ተኸታተልቲ ዮና ፕሮዳክሽን ከመይ ኣለኹም ፅቡቅ ክትህልዉ በዓል ሙሉ ተስፋ እየ ሎማዓንቲ ድማ እንታይ ትብል ዕላል ይሕዘልኩም መፅእ ዘለኹ ዘይትፈልጦ ቋንቋ ምድጋም የምፅኣልካ ጉዳም ኦኬ ናብቲ ዓላል እስከ ከብለኩም ዘጋጠመ ማለት እዩ መቸም ከምዚ ትፈልጥዎ ኣብ እስራኤል ብዙሓት ኤርትራውያን ኣብ ሓደ ትካል ኢኻ ትሰርሕ እቲ ሓደ ኣነ ሕጂ ኣብ ሓደ ስራሕ ምስ ጀመርኩ ንሓደ ዓርከይ የምፅኦ ንሓደ ቤተሰብ የምፅኦ ገለ መለገለ ትርከብ ኢኻ ሕጂ ከምዚ ኢልና እንከለና ኣብ ሓደ ስራሕ እንዳስራሕና እንከለና ምስ ሓደ ዓርከይ ንላለ ማለት እዩ ፅቡቕ ብፍቕሪ በቃ ብሕውነት ገለ መለ ዕሩኽ ኮይና እንዳቐፀልና ከለና ኣብ ስራሕ እዚ ወዲ ግን ሓደ ኣመል የምጽእ እቲ ኣመል ከኣ እንታይ እዩ ብቛንቋ ሩስያ ጸርፊ ኮይኑስ ብቛንቋ ሩስያ ይጻረፍ እተን ጸርፊ እንታይ ይብላ መሲልኩም ሱኳ ብላድ ቾርኔ እየን ዝብላ ሕጂ እቲ ቾርኔ ማለት ብቛንቋ ሩስያ ጸሊም ማለት እዩ እቲ ሱኳ ብላድ ግን ናይ ጸይቂ ጸርፊ እዩ ንሱ ግን ትርጉሙ ይፈልጦን እዩ እንታይ ዓይነት ቋንቋ እዩ ናይ ሩስያ ምዃኑ እዩ ድኣ ዝፈልጥ እምበር ትርጉሙ ግን ኣይፈልጦን እዩ ሕጂ ሓደ መዓልቲ ኣነ ከምኡ ኢሉ ይጻረፍ ነቶም ኤርትራውያን ገለ መለ ንዓይ ከምኡ ኢሉ ጸርፈኒ ገለ እዋእ ኣታ ዓርከይ ንዓስከ ገለልዮ እዚ ትዛረቦ ዘለካ ቋንቋስ ትፈልጦ ዲካ ትርጉሙ ኢለዮ ሰክት ሰክት መን ፍለጥ ኢልካ ንስካ ንሕና ኣብ ካልእ ቋንቋ ኢና በጺሕና ዘለና ገለ ኢሉስ ይከይድ እዋይ እዛ ዓርከይ ድሓን በል ሕራይ ገለ ኢለ ከምዚ ኢልና እንዳቀጸልና እንከሎና ንሱ ልምዲ ኮይንዎ ሓደ መዓልቲ ሽዑ ኣብ ስራሕ ሓደ ናይ ሩስያ መበቆል ደለዎ ኮይኑ ግን ወዲ ዛዓዲ ማለት እዩ ወዲ እስራኤል ኮይኑ መበቆሉ ግን ሩስያዊ እዩ ሩስያ ጽቡቅ ጌሩ ዝፈልጥ ሰብ እዩ ሕጂ እቲ ሩስያዊ ንብረት ሒዙ ናብቲ ትካል መጽዩ ንብረቱ ካብ ሊፍቲ ንብረት እንዳውጽኦ እንከሎ እቲ ኤርትራዊ ከኣ ንብረት ናይቲ ገዛ ድወጽእ ናይቲ ትካል በቲ ሊፍቲ እዩ ዘውርዶ ሕጂ እታ ሊፍቲ ደንጉያቶ እቲ ኤርትራዊ ክጽበ ጸኒሑ ሓሪቑ እቲ ሩስያዊ ከኣ ብኻልኡ ሓሪቑ ጸኒሑ ካብታ ሊፍቲ ውጽእ እንዳበለ ከሎ ምስ ዝዓርከይ ኣጋጣሚ ይራኸቡን እንታይስ ከይልዎ ሽዑ እቲ ዓርከይ በዓል ክፉእ ኣመል ነዛ ኣመሉ ደርጒሑ ገዲፍሉ እንታይስ ከይልዎ ስኳ ብላጽ ቾርየ ንምንታይ መዓልብ ደንጒኻኒ ገለ ኢሉ ብቋንቋ ኤቭራይስቲ ሽዑ ወሲኹ ገዲፍሉ። እዚ ሩስያዊኸ ኣይንርኣዮ ክገጅፍ መዓት እዩ እዚ ሩስያዊ ኣይንርኣዮ ሰለስተ ሰብ ሒዞም ኣየጽንዕዎን እብለኩም ኣለኹ እመኑኒ እንታይ ጌሩ እዚ ሩስያዊኸ እዝስ ንዓይ ከምኡ ኢሉ ክጸርፈኒ ኢሉ እቲ ቋንቋ ስለ ዝፈለጦ ነዚ ዓርከይ ሃቦ ኢሉካዮ ኣበይስ ከይሃርሞ ኣብዚ ኣቱ ወሊዑ ገድፎ ኣነ ከኣ በቲ ማዕዶ ኮይነ ይሪኦ ኣለኹ ስራሕ እንዳ ስራሕ ወሊዑ ምስ ገደፎ እዚ ዓርከይ እንታይ ይገብር ኣብ ዘለዋ ከምዚኣ ኢሉስ ሰንከልከልከልከል ኢሉስ ጥብ ኣብዛ ሜረት ርስያዊ ኸም ዓርከይ ወዲቁ ጣጣ የብሉ ገለ የብሉ እዚ ንብረቱ ሒዙ ይቅጽል መንገዱ ኣነ ከኣ ዓቢደልኩም ካብ ርሑቅ ዓቢደልኩም በቃ ዓርከይ ዓርከይ ጠፈኤ እ እዚ ጻዕዳ በቃ ሕማቅ ገይሩ ኣታ ሰብ የለን ድዩ ነዞም ኣዕሩክተይ ብብሎ ጽውዒ ነዞም ኤርትራውያን ኣብኡ ዘለዉ መን ክሰምዓኒ ኩሉ ፋብሪካ ሰርሕ ኮይኑ በቃ ነናቱ ትካል ሽሽሽ ዝብልቲ ኣብኡ ዘሎ ፋብሪካታት መን ክሰምዓካ ኣታ ዓርከይ ሞይቱ ዓርከይ ሞይቱ እንዳ ጎየኹ መጽእ መጽእ ኢለ ኣብ ሜረትዩ ወዲቑ በዛ ክሳዱ ከምዚኣ ጌረ ድግፍ ኣቢለ ኣታ ዓርከይ ሞይቱ ሽሙ እንዳ ጸዋዕኹ ገጹ ይጥፍጥፎ ፌንጣ ኣትዩ ዋእ እዚ ደኣ ዘይከውን ገለ ኢለ ብለካ ተሌፎን ኣውጺኤ እምቡላንስ ክድውል ተሌፎን ኣውጺኤ ከምዚኣ ኢለ ወይ እሞ እምቡላንስ ክድውል እንዳ በልኩስ እዚ ዓርከይ እስከ እንታይ ጌርኒ ከምዚኣ ጌሩ ነዛ ዓይኑ በልኩ ነዛ ዓይኑ ከምዚኣ ግብር ኣቢሉ ዮናስ ዓርከይ እቲ ርስያዊ ከይዱ ዶ ኢልኒ ዋእ እቲ ርስያዊ ደኣ ከይዱ እወ በቃ በል ደሓን ኦምቡላንስ ኣይትጸውዕ ደሓን እየ ዘለኹ ኢሉኒ እታ ዓይኑ ረእይዋ ከምዚኣ እዩ ገይርዋ ዝብለኩም ዘለኹ ኣነ ሽዑ ገሪሙኒ ዋ ኣታ እዚ ኩሉ ኡይ ክብልሲ ትሰምዕ ነርካ ኢለዮ እወ ሕልሚ ኮይኑ ተሰሚዕኒ ኢሉኒ እሞ እንታይ ኮንካ ደኣ ካብ ጌርካ ትወድቕ ደኣ ገለ ኢለዮ ዮናስ ዓርከይ ዓሻ ባይቶኹም ጠጠው ኢለ እንድሕር ጸኒሐ ደኣ ካልኣይ ግዘ እንዲ ከላህመኒ ከምኡ ክትገብር ኣለካ ኢሉኒ ኣታ ታይ ኢኻ ትዛረብ ዘለኻ ገሌልዮስ ሽዑንታይ ስከን የግዳስ ዘይትፈልጦ ቋንቋ ምዝራብ የምጽኣልካ ጉዳም ዘይትፈልጦ ቋንቋ ምድጋም የምጽኣልካ ጉዳም ኢሉኒ በቃ እቲ ዓርከይ ይብለኩም ኣለኹ ስለዚ ክቡራት ኣሕዋት ዘይንፈልጦ ቋንቋ ኣይንድገሞ ከምዚ ናይዚ ዓርከይ ፌንተ ኮይኑ ዕጾ ይብለኩም ኣለኹ ዘይንፈልጦ ቋንቋ ኣይንድገሞ ዳይና ቅድሚ ምድጋምና ነቲ ቋንቋ ምፍላጡ ይሕሸና ስለዚ የሕዋት ኣብዚ ወዲኤ ኣለኹ ብካልእ ትሕዝቶ ካልእ ግዜ የራክበና ሰላም ወሰናይ ንኩሉኩም እንታይ ግን ዘድሊ ዘሎ ሳብስክራይብ ኣይትረስዑ ኢኩም እወ ኣይትረስዑ ኢኩም ቻው ሰላም ወሰናይ ብካልእ ትሕዝቶ የራክበና ባይ ባይ